ፒሲና እኔና ኢልኪ ትሓስቢ እሞ ከይድኪ የኔ ፍቅር ገለ ገለ ክትብልዮ ከለኺ ይብለኪ ታው ተፋጊሙ ይጸንሐክና እቲ ፍቅሪ መጀመርያ እዩ ምፍታው ብዘይ ምንም እንከን ምርኣይ ናተይ እዩ ናተይ እያ ኢልካ ሱርካ ብዘይ ምንም ይሃልዋ ይሃልዋ ንሱን ይሃልዎ ይሃልዎ ብዘይ ምንም እንከን ምርኣይ ኣብቲ ፈለማ እዩ ኣብቲ ናይ መጀመርያ ተስፋ ማለት እዩ ብድሕሪኡ ንኣጸልኩም ምስ ከድኩም እናተላበድኩም ምስ ከድኩም ስውን ናተ እያ ኢሉ ኣሚኑ ምስ ተቐበለኪ ንስኺ እውን ናተ ኢልኪ ኣሚንኪ ምስ ተቐበልክዮ ነዊሕ ግዜ ሓቢርኩም ምስ ጸናሕኩም ግን ዝኾኑ ቅድመ ኩነታት ይቕመጡ እዮም መብዛሕትኡ ግዜ ማለት እዩ ሓቢርኪ ክቕጽል እንተኾይኑ ብዝኾነ ምኽንያት እዩ ንስኺ እውን ሓቢርኪ ክትቕጽሊ እንተኾይንኪ ብዝኾነ ምኽንያት እዩ ምኽንያታት እናተደርደሩ ይመፁ። ሕማቕ ጥፍኣት ክመፅእ ከሎ ብኸምዚ ብኸምዚ እኮ እሞ ሓቢርና እንተቐፀልና ፀገም የብሉን ትብሊ። ንሱ እውን ብኸምዚ እንተቐፀልና እኮ እሞ ፀገም የብሉን ኢሉ ዘልዕሎም ረቋሒታት ኣለው እዮም መብዛሕትኡ ግዜ። ጀመርቲ ትኩስ ፍቕሪ እንድሕር ደኣ ኮይንክን ንዓኽን ኣይምልከትን እዩ እዚ ቪድዮ ግን ከም ትምህርቲ ክትመሃራሉ ፅንሓ ኢኽን። ብፍላይ ነዊሕ ዓመት ሓቢርኩም ዝፀናሕኹም መፃምዲ እንድሕር ደኣ ሃሊኽን ግን ሓቢርክናኒ ክሳዕ መወዳእታ ፅንሓ። ካብኡ ድማ ኮሜት ካብዞም ዝጠቕሶም ነገራት ማለት እዩ ናተይ መፃምደይ ግን ብኸምዚ ምኽንያት እዩ ሓቢሩኒ ዝፀንሕ ዝመስለኒ ኢልክን ኣብ ምጣለ ኢኽን ይጠቕመኒ ኮሜንትኽን ሰናይ ምክትታል ይኹነልክን ሓደሽቲ ተኾንክን ቻናለይ እንኳዕ ደሓን መፃኽን ሰናይት እየ ዝበሃል እዚ ቻናል እዚ ፍቕራዊ ሂወትክን ከጎልብቱ ዝኽእሉ ሓደሽቲ ዓበይቲ ሓሳባት ትረኽባሉ ቻናል እዩ ሕዚ ሰብስክራይብ ብምግባር ዕውትን ጉልብትን ዝኾነ ፍቕራዊ ሂወት ክህልወክን ግበራ እሺ ናብቲ ናይ መጀመርያ ምኽንያት ክንኣቱ ከለና ሓደ ወዲ ሓቢርካ ክፀንሕ ዝኽእል ምኽንያት ክኾኖ ዝኽእል ቁፅሪ ሓደ መልክዕኺ እዩ። ጓል ኣንስተይቲ ሓደ ግዜ ቆንጆ እንድሕር ደኣ ኾይና ብተፈጥሮኣ እሞ እቲ ወዲ ልዕሊኣ ክረክብ ኣይክእልን ኢሉ እንድሕር ደኣ ኣሚኑ ኾይኑ ኩሉ ግዜ ክሳዕ መወዳእታ ሓቢርካ ክፀንሕ ይኽእል እዩ። ንምንታይ ምልክዕቲ ኢኺ ሓደ ካልኣይ ድማ ኣብ ዙርይኡ ካብ ዘለዋ ደቂ ኣንስትዮ ዝተፈለኪ ወይ ዝሐሸ ፅባቀ ከም ዘለኪ ይኣምን እዩ ካብኡ ድማ ሓቢረን እንድሕር ድኣ ቀፂለ ኮይነን ምስዛ ጓል ኣንስተይቲ እዚኣ ዝሐሸ ጓል ኣንስተይቲ ናይ ምጥባስ ዓቅሙ ዝለዓለ እዩ ተባሂሉ ስለ ዝሕሰበሉ ዋእ እዚኣ ፈትዋቶ ዝሐሸ እዩ ማለት እዩ እዚ ወዲ እዚ ፅቡቅ እዩ ትፈልጣ ኢኺ ዶ ሓቢርካ ዘሎ ሰብ ፅቡቅ እንድሕር ድኣ ኮይኑ ግርማካ እዩ ዝኸውን ግርምኡ ክትኾን ስለ እትኽእል፣ ካባኺ ዝሕሸት ክረክብ ኣይክእልን ኢሉ ስለ ዝሓስብ ሓቢርኪ ክጸንሕ ይኽእል እዩ። መብዛሕትኡ ግዜ ደቂ ተባዕትዮ እዚ ነገር እዚ ኣይኣምንሉን። ደቂ ተባዕትዮ ጥራሕ ኣይኮኑን ኢቭን ደቂ ኣንስትዮ ኣይንኣምነሉን። ሓቢርና ዘሎ ወዲ እንድሕር ምልኩዕ ኮይኑ ዝሰሓበኪ ነገር ምጽባቑ እንድሕር ደኣ ኮይኑ ሓቢርክዮ እትቕጽሊ ቆንጆ ስለ ዝኾነ ጥራሕ እዩ። የሳቕየኪ እዩ፣ ጽቡቕ ነገር ኣይገብረልክን፣ ትመርጽዮ ወዲ ኣይኮነን ኢቭን ማለት እዩ። ብጣዕሚ ዘሳቅየኪ እዩ ትደልዮ ነገር ክገብረልኪ ዘይክእል ዓይነት ወዲ እዩ ማለት ከም ድላይኺ ኣይድውለልክን ኣየውግዐክን ሸለል እዩ ዝብለኪ ይንዕቀኪ ገለ እኮ ክኸውን ይኽእል እዩ ፅባቅኡ ስለ ትፈትውሉ ጥራሕ ግን ኡህ ፅቡቅ እኮ እዩ እሞ ቆንጆ እኮ እዩ እሞ እናበልኪ ሓቢርክዮ ትቅፅሊ ማለት እዩ እቲ ወዲ እውን ከምኡ እንድሕር ደኣ ኮይንኪ ቆንጆ እንድሕር ኮይንኪ ልዕሌኺ ክረክብ ኣይክእልን ኢሉ እንድሕር ደኣ ሓሲቡ ኮይኑ ዝዕገስ ተዓጊሱ ዝጽመም ተጸሚሙ ክሳዕ ነዊሕ ግዜ ሓቢርኪ ክጸንሕ ይኽእል እዩ። እስካዕ መዓዝ? እቲ ምኽንያት እዚ እቲ ጽባቐኺ ምኽንያቱ እዚ ተስፋ ክሳዕ ዝቖርጾ ዋይ ዋላ ጽብቕቲ ትኹን ደላዋ ክሳዕ ዝብል ማለት እዩ ገሽ ገሽ ክሳዕ ተብልዮ ክጸንሓልኪ ይኽእል እዩ። ብፍላይ ደቂ ተባዕትዮ ጽብቕቲ ጓል ኣንስተይቲ ተረኺቦም ካሊእ ወዲ ክለኽፋ ስለ ዝሪኡ ኣማራፅታት ከም ዘለዋ ስለ ዝፈልጡ ኣብ ሶሻል ሚድያ ገለ ሃይ ዝብሉ ኣወዳት ብዙሓት ከም ዝኾኑ ስለ ዝፈልጥ ሓቢርኩም ክትወክ ክትገብሩ ከለኹም ናብ ዝና ክትንቀሳቐሱ ከለኹም ብዝተፈላለየ ኣጋጣሚ ካልኦት ኣወዳት ክጥምቱኺ ስለ ዝርኢ ከይፈተወ ማለት እዩ ምስኣ ሓቢርካ ምቕፃል ይሕሸኒ ኢሉ ክሓስብ ይኽእል። ካብ መብዛሕትኡ ሰብ ግን ፍቕሪ ኣለኒ ብዝብል እዩ ዝሸፋፍኖ። ሓደ ካልኣይ ድማ ወዲ ተባዕታይ ከም ምኽንያት ገይሩ ተጠቒሙ ምሳኻ ክቕፅል ወይ ክፀንሕ ካብ ዝገብርዎ ምኽንያታት እቲ ቁፅሪ ክልተ እንታይ እዩ? እንድሕር ደኣ ትግዝእሉ ፀባየኛ እንድሕር ደኣ ኮይንኪ ከምዚ ዓይነት ደቂ ኣንስትዮ ኣለዋ ምንም ተገበራ ማለት ምንም ዓይነት ንእሱ እቲ ወዲ ምንም ተገበረ ከም ድላዩ ትሪት ተገበረን ምንም ዘይመስለን። ማለት ሰብኣየይ ክሳዕ ዝኾነ ሓቢርና ክንቅጽል ክሳብ ዝኸኣልና'ሲ ጸገም የብሉን ኢለን ኩሉ ነገር ተጻዊረን ክሓልፋ ዝኽእላ። ወዲ ብወድነቱ ከኽብሮ ኣለኒ፣ ሰብኣየይ ተኾይኑ ናብ ምንም ክኸይድ የብለይን፣ ኦሮማይ ሓደ ግዜ ምስዚ ወዲ'ዚ እንድሕር ርክብ ጀሚረ ኮይነ ናብትን ናብዝን ምባል ኣየድልን ኢለን ዝኣምና ደቂኣንስትዮ ንቲ ወዲ ብስነስርዓት እየን ዝግዝኣሉ። ደወለ ደወለ፣ ጸሓፈለነይ ጸሓፈለን፣ ሓቢርወን ቀጸለ ቀጸለ፣ ሰለስተ ወርሒ ይጥፋእ ክልተ ሰሙን ኣይብትሸንን፣ ጥራሕ እቲ ወዲ ተፈላሊና ዝብል ቃል ካብ ኣፉ ኣየውጽእ፣ ብድሕሪኡ ፍቕረኛይ ኢለን ኣሚነን ተገዚኤን ብጸባይ'የ ዝብለክን ዘለኹ ብጸባይ፣ ዝበለ ተበለ ማለት'ዩ ሓንቲ መዓልቲ ሕማቕ ቃል ካብ ኣፈን ኣይትወፅእን እያ እዘን ደቂ ኣንስትዮ እዚኤን። ከምዚ ዓይነት ዕድል እንድሕር ደኣ ርኢኹዮ ኮይንክን እቲ ወዲ ከምዚኣ ዝበለት ኣይረክብን ኢሉ ስለ ዝኣምን ፍፁም ካባኺ ኣይፍለይን እዩ። በዚ ምኽንያት እዚ ንነዊሕ ግዜ ሓቢርኩም ክትቕፅሉ ትኽእሉ ኢኹም። ሕዚ ሓደ ሓደ ኣለዋ ለዋሃት ደቂ ኣንስትዮ በቃ ቺት እናገበረለን ሰሙን ክልተ ሰሙን ጠፊኡሲ መፂኡ ወለላይ ገለ እንድሕር ደኣ ኢልወንስ ሕጉስ በቃ ሕጉስ ኢያ እዞም ኣወዳት እዚኣቶም ምስዚኣ ምስዛ ከምዚ ዝበለት ጓል ኣንስተይቲ ፍቅሪ ጀሚሮም ይቅጽሉ ክሳብ ሓዳር ክሳዕ መጻኢ ውላድ ክትወልደሎም ይደልዩ ብከምኡ ድማ ይታለልዋ ምሳካ እኮ እማ ሓዳረይ ናብ ዝከድኩ ተከድኩሲ ጥራሕ ንስኪ ኣብ ቦታኪ ጽንዒ እምበር ኣነ ናትኪ እየ ንስኪ ናተይ ኢኪ ክሳዕ መወዳእታ ሓቢርና ክንቅጽል ኢና ብዝብል ማለት እዩ እታ ጓል ኣንስተይቲ ክትጸንሐሎም ይገብሩ። ግን ብጎኒ እታ ተንከራትቶም ኣይደልየካን እትብሎም ፀባይ ዘይብላ ኣሜኒላ ዘይትግዛእ ጓል ኣነስተይቲ ኣብ ጎኖም ኣቐምጡ። ክልተ። ዘፍቅርዋ ጓል ኣነስተይቲ ንበይና ኣላ ትግዘኣሎም ኣሜን እሺ። ሓቅኻ እወ እናበለት እትቕበል ጓል ኣነስተይቲ ድማ ንሓዳሮም ተገዚኣትሎም ንኽትነብር ዝገብሩ ደቂ ተባዕትዮ ኣለዉ። ስለዚ ፀባየኛ ተኾይንኪ ቀጥ ኢልኪ ተገዚእኻ ክትነብሪ እትኽእሊ ጓል ኣነስተይቲ ተኾይንኪ ወዲ ምሳኺ ክቕፅል ይኽእል እዩ። ክልተ። እዚ ምኽንያት እዚ እውን ክኸውን ይኽእል እዩ። ቁጽሪ ክትጽሕፍ ኣለይለይ ሓደ ክልተ ዝደግም ዘሎ ካብ ኮሜንት። ሳልሳይ ድማ እቲ ዝኸፍኣ ወዲ ምሳኺ ንክጸንሕ ዝገብሮ ምኽንያት ገንዘብ እንድሕር ደኣ ሃሊኪ። ገንዘብ እንድሕር ደኣ ሃሊዋ ጓል ኣንስተይቲ ደላይኣ ብዙሕ እዩ። ክጥቀመላ ዝደሊ ክጥቀመላ ክብለክን ተጠቒሙ ክሃድም ዝደሊ ማለት እዩ። ምስኣ ይቕጽልን ግን እቲ ገንዘባ መዝሚዙ ምስ ተጠቐመ ካብታ ጓል ክርሕቕ ዝደሊ ሓደ ኣሎ። ካልኣይ ድማ ምቾቱ ስለ ዝፈቱ እዩ። ምሳኺ እንድሕር ደኣ ሓቢሩ ቀጺሉ ኮይኑ ዝሐሸ ሂወት ክህልወኒ እዩ ኢሉ ዝኣምን እስኺ ዉን ትሰርሒ ኢኺ ጠንካራ ኢኺ ገንዘብ ተምጽኢ ኢኺ በቲ ገንዘብ ንሱ ድማ ሓቢርኩም ዋላ በይኑ ዉን ክኸዉን ይኽእል እዩ ክልወጠሉ ዝኽእለሉ መንገዲ ክተስተኻኽልሉ እትኽእሊ ጓል ሄዋን እንተ ኾይንኪ ሓቢርኪ ክቕጽል ይኽእል እዩ። እዚ ከምዚ ዓይነት ዕድል ዘለወን ደቂ ኣንስትዮ መን እዩ ካብ ልቡ ዘፍቅረን ዝብል እኳሲ ብስነ ስርዓት ኣጸቢቐን ክፈልጣ ዘይኽእላ እየን። ክብለኪ በቃ ስለ ዘለዋ ጥራሕ ኩሉ መፍቀሪኣ እዩ ዝመስል ብፍላይ እቲ መጻምድ ደኣ ወትሮ ክሳብ ዘለዋ ክሳብ ዘለዋ ፍቕረይ ዓለመይ ስለ ዝብላ ማለት እዩ ናይ ማን እንከና እውን ጽቡቕ ነገራ እውን ኣብ ሕመቓ ኣብ ግዜ ምቾታ ኣብ ኩሉ ግዜ ዘፍቅራ ዝፈትዋ እዩ ዝመስላ። ምኽንያቱ ሕዚ ንኣብነት ፅብቕቲ ዘይኮነት ወይ ድማ ከምዚ ዋው ዘብል መልክዕ ዘይብላ ጓል ኣንስተይቲ ብጣዕሚ ብጣዕሚ ቆንጆ ዝኾነ ሓመድ ነኺኡ ዘይፈልጥ ወዲ ተባዕታይ ክትጠብስ ከላ እሞ ኣብ መንጎኦም ምንም ዓይነት ኣፈላላይ ከም ዘየለ ኣምሲሉ ኩሉ ግዘ ብዘይ ምንም ጎዶሎ ፍቕሪ ክልግሰላ ክትርኢ ከላ እንታይ ዓይነት መፍቀሪ ወዲ እዩ? ከም ዝለክምሽ ጎዶሎይ ከይርኣየሲ ኩሉ ግዜ ፅባቐይ እናተረኣዮ ዝኸይድ እንታይ ዓይነት ወዲ እዩ? ዝሐሸ ወዲ ከም ዝረኸበት ካብ ኩሎም ኣወዳት ዝተስተኻኸለ ባህሪኡ ደስ ዝብል ዝኾነ ወዲ ከም ዝረኸበት ስለ ዝመስላ እናተታለለት ትፀንሕ። ኣብ መንጎኦም ዘሎ ከራኽቦም ዝገበረ ገንዘባ ምዃኑስ ዘይተስተውዕል ጓል ኣንስተይቲ ኣላ። እንደገና ከይተረኣዮ ምሉእነታ ወይ ጎደሎ ዝበሃል ነገር ከምዘይብላ ኮይኑ እናፍቀራ ዝፀንሐ ወዲ በቃ ምሉእ ነገራ ዝተቐበለ ይመስላ። ሓቂ እዩ ምሉእ መንነትካ ዝተቐበለ ወዲ ምርካብ ብጣዕሚ ከቢድ እዩ። በዚ ሎሚ ግዜ ከምኡ ዓይነት ወዲ ዝረኸበት ይመስላ እሞ እቲ ወዲ የፍቅረኒ እዩ ብዝብል ንነዊሕ እዋን ንክትፀንሕ ልባ ውድቕ ኢሉላ ኣሚናቶ ንክትፀንሕ ይገብራ ማለት እዩ። ኣብ ዝኾነ ግዜ ግን እዚ ገንዘብ እዚ ምስ ለመዶ ማለት ግዴታኻ ከም ዝኾነ ምስ ተረድኣ ሓቂ ወርሒ ወርሒ ትልእካሎም እሞ ወይ እውን ኣብ ዝፀገሞም ግዜ ብምሉኡ ትልእካሎም እሞ ኣብ ዝኾነ ሰዓት በቃ ከም ግዴታኻ እናቖፀሮ ይኸይድ ከም ልሙድ ማለት እዩ። ኣዴኻስ ትገብረልካ ትገብረልካ ትገብረልካ እሞ በቃ ግዴታ እዩ ዝመስለካ ሓቀይ? ግዴታ ይመስለካ እሞ በቃ ቫልዩ ምግባር ተቋርፆ ንስኻ ከምቲ ከም ዝግብኣ እንክብካብ ኣይትህባን ኢኻ፣ ዝግብኣ ትሪትመንት ኣይትገብረላን ኢኻ ሓቀይ? ከምዚ ናኾነ ይኸይድ ኣብ ዝኾነ ሰዓት ምስ ለመዶ ሕማቕ ባህሪ የርእየኪ ይጅምር ወይ ድማ ገንዘብ ክፅፍፍ ኣቢሉ ምስ ተወደኣ እቲ ትኽክለኛ ባህሩ ምግላፅ ይጅምር እሞ ሽዑ ኣየፍቅረንን ዝብል ሓሳብ ይስመዐኪ ወይ ንገንዘበይ ኢሉ እዩ ዝቐርበኒ ዝብል ስምዒት ኣብ ውሽጥኺ ክነብርሮ ይኸይድ። ሳልሳይ፣ ብገንዘብ ዘፍቅረኪ ወዲ ተኾይኑ እዚ ዓይነት ባህሪ ኢኺ እትርእይሉ። ያው ከም ምኽንያት እውን ስለ ዝኾኖም እዩ። ሰለስተ ገሊፀልኪ እኒሀኹ ክሳብ ሕዚ። ካብ ሰለስቲኤን ሃንደይ ረኺብክን ዝብል ብኸመይ እዩ ዘፍቅረኒ ዝብል ኣብ ኮሜንት ኣስፍራለይ። ራብዓይ፣ ራብዓይ ድማ ወዲ ምሳኺ ንክፀንሕ ምኽንያት ካብ ዝኾኖ ከም ዝበልኩም ትኩስ ፍቅሪ ዘለክን ንዓኽን ኣይምልከትን ኢለክን እየ ግን ከም ትምህርቲ ክኾነክን ፅንሓ ራብዓይ ድማ ወዲ ምሳኽ ንክፀንሕ ዘገድዶ ኣብ መንጎኹም ምትእስሳር ንክህሊ ዝገብር ዝሮ ዝሮ ተፋተው ኣይትፋተው ንክትቕፅሉ ካብ ዝሕግዘኩም ነገር ፐርሰናሊቲ እዩ ወዲ ቁጡዕ ተኾይኑ እርንው ተኾይኑ ብፍላይ ንፈጣሪ ዝፈርህ እንድሕር ደኣ ኮይኑ ናይ ግድን እዩ ምስታ ፍቕሪ ዝጀመራ ጓል ኣንስተይቲ ብኣቢሉ ንክቕጽል። እዚ ብዙሓት ደቂ ኣንስትዮ ይፈልጥኦን እየን እዚ ምኽንያት እዚ። እቲ ወዲ ኣይፍለየክን ፍጹም ማለት እዩ ክሳዕ መወዳእታ ህይወቱ ምሳኺ እየ ንዘለኣለም ኣይንፈላለን ኢሉ ቃል ኪዳን ኣሲርኩም ወይ እውን ገና ናብ መርዓ ገለ እንድሕር ደኣ ዘይበጺሕኩም ድማ ቃል ተኣታቲኹም ክትቕጽሉ ትኽእሉ ኢኹም። ሞይት ኣይፍለየክን ይብለኪ ዝገበርኺ ግበሪ ክሳዕ ናብ ካሊእ ወዲ ዘይከድኪ ቺት ክሳዕ ዘይገበርክሉ ኣብ መንጎኹም ዓብዪ ችግር ክሳዕ ዘይተፈጠረ ወትሩ ምሳኺ ኣብ ጎንኺ እዩ ዝኸውን። እቲ ናይዚ ወዲ እዚ ዋና ፀገሙ እንታይ ይመስለኪ? ቺት ኣይገብረልክን እዩ፣ ሕማቕ ነገር ኣይገብረልክን እዩ ገለ ገለ እዎ ዶ ከም ጓል ግን ዝግበኣኪ ትሪትመንት ኣይቕርበልክን። ባይዘወይ ኣወዳት ተፍቂሮም ጥራሕ እዮም ንጓል ኣንስተይቲ ልግበኣ ነገር ዝገብሩላ መዓልቲ መዓልቲ ዕምበባ ዝገዝኡለን ናይ ፍቅሪ ቃላት ዝዛረብወን ከም ድላያ ከም ድላያ ተቀማጢላ ከም ህፃን ቆልዓ እፍ እፍ ኢሉ መሬታ ይንካኣኪ ከም እንቋቁሖ ኣምፅዩ ኣምፅዩ ኣቢሉ ዘንብረኪ ተፍቂርኪ ጥራሕ እዩ። እቲ ዘይፍለየኪ ፐርሰናሊቲኡ ሓሪፍ ልኾነ ናብ ካልኣይቲ ጓል ክኸድ ዘይኽእል ኣብ ህይወተይ ሓንቲ ጊዜ ጓል ተሒዘ ጽምድ ኢለ ክተርፍ እኒኤኒ ናብቲኣ ናብቲኣ ስለ ዝበልኩ ምንም ኣይረክብን ስርዓት ኣይኮነን ኢሉ ልሓስብ ወዲ ግን ኣየፍቅረክን እኮ ፍቕሩ እኮ ጠፊኡ እዩ ግን ኣይፍለየክን ምሳኺ ይቕጽል ንኹሉ ጊዜ። ዝወድሰ ማለት እዩ። ሕዚ ቆልዑ ከለና ሲ ኣይስረቅን ተባሂልና ወደ ብወለድና ወይ ኣይሕሰውን ተባሂልና ወደ ብወለድና በቃ ከም ዘይስረቅ ኣብ ማይንድና ዝተረፈ ዝኾነ ዓይነት ትንታነ ኣሎ። ተሰሪቀ ከምዚ ክኸውን እየ ገለ ገለ ገለ ገለ ዝብል ካብኡ ድላይ ነገር ይፈጠር ኣይትሰርቂ ኣይትሰርቂ ብምንም ተኣምር ናብ ማትካ ቆልዓ ሒዝካ ክትርኢ ኣይትኽእልን ክሳዕ እዚ ኣተሓሳስባኻ እዚ ብኻሊእ ክሳብ ዘይተሓፀበ ካልኦት ሰባት መፂኦም ዋእ ተሰረቕካ እውን እኮ ችግር የብሉን ሃፍታም እንዲኻ ትኸውን ኢሎም ክሳብ ዝሓፅቡና ኣእምሮና ኣይንሰርቅን ኢና። እዚ ወዲ እዚ እውን ፐርሰናሊቲኡ ጓል ኣንስተይቲ ኣይትፍታሕን፣ ጓል ናብዚ ናብቲ ኢልካ ኣይቀያየርን ዝብል ብጣዕሚ ፅቡቕ ዝኾነ ፐርሰናሊቲ ይህልዮ እሞ ኣብ ዘየፍቅራ ጓል ኣንስተይቲ ይነጥብ ሓደ ግዘ ብድሕሪኡ እቲ ፍቕሩ የለን ጠፊኡ እዩ ከም ቀደም ኣይኮነን ካብኡ ግን ምሳኺ ሱቕ ኢሉ ይቕፅል ከም ዘፍቀረ ክፍለየኪ ኣይደልን ኣነ ብኸምዚ ብዙሓት ደቂ ኣንስትዮ ዝነብዓ ይፈልጥ እየ። ማለት ኣይርከቡን ሬር እዮም ብጣዕሚ እዞም ሰባት እዚኣቶም ከቢድ እዩ ንምርካቦም ማለት ብሎሚ ግዜስ ኣብ ልዕሌኻ ጓል ዝድርብ ዘሕርረኪ ዝፍለየኪ ቀረ ክልተ ወርሒ በቃ ኣይደልየክን ኢሎም ዝፍለዩ ደፋራት ዝኾኑ ደቂ ተባዕትዮ ስለ ዘለዉ ብሓደ ወገን ከምዚ ዓይነት ተወዳት ምርካብ ከቢድ እዩ ዘይፍለዩኻ ቺት ዘይገብሩልኻ ገለ ገለ ግን ብኡ ልክዕ ድማ ስለ ዘየፍቅረኪ ስኺ ካብ ተፍቅርዮ ወዲ ክትቕበልዮም እትደሊ ነገራት ብዙሓት እዮም ከም ዝተጸበኽዮም ነገራት ድማ ካብቲ ወዲ ብቀሊሉ ስለ ዘይትረኽቢ ውሽጥኺ ንክሓርር ይገብሮ በቃ ሓፍቱ ዲኺ ኣዲኡ ዲኺ ሰበይቱ ዲኺ ኣይፍለጥን ካባኺ ይፍለን ግን ድማ ሕርር የብለኪ ገለ ነገር ግበርለይ ክትብልዮ ከለኺ ኣጥዕምልኪ ድዩ ዓባይ እኮ ኢኺ ከም ቆልዓ እንዶ ኣይትሕሰቢ ገለ ገለ ኢልኪ ዓባይ ቅያሕ ገለ ትበሃሊ ማለት እዩ። ፒሲና እኒኤና ኢልኪ ትሓስቢ እሞ ከይድኪ የኔ ፍቅር ገለ ገለ ክትብልዮ ከለኺ ይብለኪ ካብኡ ተፋጒሙ ይጸንሐኪ እና ኣይፍለየክን ግን ሕርር ክትብሊ እቲ ዓይነት ወዲ እዩ ንክትብሊ እንደውም በዓልኺ ገዲፍክዮ ንክትኸዲ እዩ ዝዕድመኪ ከምዚ ዓይነት ወዲ ክሳዕ ዘለኣለም ምሳኺ እየ እናበለ ዘለኣለም ዘየጽንሕ ፍቅሪ ግን ይህበኪ ማለት እዩ። ክንደይ ረኺብክን ኣርባዕተ ነጊረክን እኔኹ ብዙሕ እዩ ብዙሕ እዩ እንድሕር እህ ኢልክን ሰሚዕኽን ደቂ ተባዕትዮ ብዘይ ፍቕሪ ምስ ጓል ኣንስተይቲ ዝጸንሕሉ ምኽንያት ብዙሕ እዩ ከም ዝፍለዩኽን ጥራሕ ኣይትርኣያ ተፈልይኒ ሃምስ በዲልኒ ገለ ገለ ኣይትብላ ሓቢሩኪ ዘሎ ወዲ ውን ከም ዘፍቅረኪ ርግጸኛ ኩኒ ተዘየፍቂርኪ ዝሮ ዝሮ ሎሚ ኮነ ጽባሕ ውሽጥኺ ምሕራሩ ልብኺ ምቑሳሉ ዘይተርፍ እዩ ኣብ ከምኡ እንተዝፈላለየክን ብውሽጢ ራኸባና ክለክን ከለኹስ ሊንክ ለይትረኽበኦ ኣለኽን መስለኒ ኣብ ውሽጢ ቻናለይ እኮ ሊንክ ይኣምጥ እዩ ናይ ቴሌግራም ናይ ዋትሳፕ ገለገለ ረኽባ ንትኽእላ ኢኽን እንድሕር ስውን ዘይትረኽበኦ ኮይንክን ግን ኣብ ታሕቲ ዲስክሪፕሽን ክኣምጠልክን እየ ረኸባ ንነውግዕ ኢና ታሪኽና ንካፈል ዝሐሸ ፍቕራዊ ህይወት ምእንታን ክህልወና ኣብ ቀፃሊ ብካልእ ሓሳብ ክመፀክን እየ ክሳብ ሽዑ ቻው ቻው